ዝኸበርካ ዶክተር ደብረፅዮን ገብረሚካኤል ኣቦ መንበር ህዝባዊ ወያነ ሓርነት ትግራይ፣ ዝኸበርካ ተጋዳላይ ክዳነ ኣመነ ኣቦ ወንበር ውድብ ባይቶና ዓባይ ትግራይ፣ ዝኸበርካ ኣይተ ዶሪ ኣስጎዶም ኣቦ ወንበር ውድብ ዓስምባ፣ ዝኸበርኺ ወይዘሮ ዳግማዊት ኣርኣያ ኣዶ ወንበር ውድብ ኣክሱማውት፣ ዝኸበርኩም ኣባላት ስራሕ ፈፃምትን ማእኸላይ ኮሚቴን ህዝባዊ ወያነ ሓርነት ትግራይ፣ ዝኸበርኩም ኣመራርሓ ካቢነ ግዝያዊ ምምሕዳር ትግራይን መረሕቲ ትካላትን፣ ዝኸበርኩም ኣመራርሓን ኣባላትን ሓይልታት ፅግራይ፣ ዝኸበርኩም ኣመራርሓ ከተማ መቐለ፣ ዝኸበርኩም መረሕቲ ሃይማኖትን ዓበይቲ ዓድን፣ ዝኸበርኻ ኣብ ዓዲ ውሽጥን ወፃእን እትነብር ህዝቢ ትግራይ፣ ዝኸበርኩም ነበርቲ ሰመናዊት ኾኾብ ከተማና ከተማ መቐለ፣ ፈለማ መንግስቲ ኢትዮጵያ ነቲ ብትካላቱ ብቤት ምኽሪ ፈደረሽን ቦርዲ መረፃን ኣቢሉ ዘውፅኦ ኣዋጅ መቐፀልታ ሰላሕታዊ ፅንተት ህዝቢ ትግራይ ንምብታን፣ ሃለዋቱ ንምጥፋእ፣ ብሄራዊ ክብሩ ንምውራድን ምስ ጎረባብቲ ህዝብታት ብፍላይ ድማ ምስ ህዝቢ ኣምሓራ ናብ ፍፁም ውጥጥን ጎንፅን ንምእታው ዝተኣለመ ናይ ሽርሒ መፃወድያ ንምቁዋምን ድምጽና ንማሕበረ ሰብ ዓለም ንምስማዕን ስለ ዝመጻእኹም ብሽም ህዝብን ምምሕዳርን ከተማ መቐለ ሞሳ ይብጻሕኹም። ክቡራንን ክቡራትን እዚ ሰልፊ ከምቲ ካልኦት ዝስለፍዎ ንኻልኦት ንምጉዕጻጽ ዘይኮነስ ዋጋ ሰላም ዘበርኽ፣ ሓድነት ደቂ ትግራይ ዘጠናኽር፣ ተጋሩ ኣብ ብሄራዊ ረብሓና ኣብ ሓደ ንረበሉ፣ ብሓፈሻ መሬት ዓድቦና ከይቆራረስ፣ ግዝኣታዊ ሓድነትና ናብ ቦትኡ ንክምለስ፣ ብሄራዊ ህልውናና ንምውሓስ ዝግበር ፃውዒት እዩ። ዝኸበርካ ህዝቢ ከተማ መቐለ፣ ዝኸበርካ ህዝቢ ትግራይ፣ ህዝቢ ህዝባዊ መኸተኻ ብምጥንኻር፣ ክስኮንን ንዝመጹ ኩሎም ሽርሕታት ከም ተምክኖም ደቅኻ ንጻት ኣይንጣራጠርን ኾይኑ ግና ነዚ ንዓመታት ዝቕጽል ዘሎ ጽንተት ክቕጽል ሓድነትኻ ክበታተን ሓደጋ ህልውናኻ ክውስኽ መኸተኻ ዝሑል ማይ ክኣትዎ ንመሰል ዓርሰ ውሳነኻ እትገብሮ ጉዕዞ ንምትዕንቓፍ ተኸታታሊ ድራማታት ብምፍጣር ሕቶኻ ንህዝቢ ዓለም ከይተስምዕን ልኣላዊ መሬት ትግራይ ዘይሕለፍ ቐይሕ መስመር ህልውና ህዝቢ እዩ ዝብል መትከልኻ ዘይቕበሉ መሬት ዘመሓዳሮ ዘመሓደረ የመሓድሮ ዝብሉ ካብ ኣብራኽኻ ዝወፁ ውልቀ ተሓርጎትትን ከደምቲ ፒፒን ከይተረፉ ሰሪሖምን ይስርሑን ኣለው። ሽርሕታት ከሓድቲ ብትኹረት ተገንዚብኻ ዝህሊ ኣፈላላይ ኩሉ ትሕቲ ትግራይ እንትህሊ ትግራይ እንትህሊ እዩ ዝብል ብምባል ብሄራዊ ረብሓኻ ብምቕዳም ኣብዚ ሰዓት ኣብዚ መይዳ ኣብ ሓደ ብሄራዊ ዕላማ ስለ ዝተሰለፍኻ ዝለዓለ ክብሪ ኣለኒ። ኣብ መወዳእታ ፃውዒት ህዝብን ምምሕዳርን ከተማ መቐለ ኣኽቢርኹም ዝመፃእኹም ኩልኹም ልዑል ምስጋና ብምቕራብ ነዚ ሰልፊ ዘዳለኹም ብሰላም ክሓልፍ ቐትርን ለይትን ዝተዋሳእኹምን ኣመራርሓ ህዝባዊ ፖሊስ፣ ህዝባዊ ምልሻን ሓይልታት ፀጥታን፣ ናብ እዝኒ ዓለም ክበጽሕ ኣብ ስራሕ ዘለኹም ሰብ ሞያ ምድያን ኻልኦት ኣስተዋጽኦ ዘበርከትኹምን ብሽም ምምሕዳር ከተማ መቐለ ከመስግን ይደሊ። ብሄራዊ ሓድነትና ንህልውናና ዘለኣለማዊ ክብርን ሞገስን ንስውኣትና! ትግራይ ትስዕር! ትሕዝቶታት ሚድያ ወይን ስለእትከታተሉ ነመስግን። በብእዋኑ ዝፍነዉ መደባት ወይን ንምክትታል ሳብስክራይብ፣ ላይክ፣ ሼር ብምግባር ቤተሰብ ኹኑ። ኹሉ ሃናፂ እትብልዎ ርእይቶኹም